ስምካ ሓወይ? ኤርምያስ ይበሃል። ጽቡቕ ኣነ ከኣ ሚለን ይበሃል። ሰላም ሓወይ ስምካ መን እዩ? ኣብርሃም ይበሃል።
ጽቡቕ ኣነ ከኣ ሚለን ይበሃል። ሓፍተይ ስምኪ ላሊና። ምልኣት።
ጽቡቕ ኣነ ከኣ ሚለን ይበሃል። ኣነ ከኣ ሞብራቅ እባሃል። ሽምካ ኣላልየና።
ስመይ መብራህቶም ይበሃል። ጽቡቅ ኣነ ከኣ ቢሌን ይበሃል። ብዚ ኣጋጣሚ ብ ቅንያት በዓል ጥምቀት ምግባር ማለት ኢዩ ከምኡ ውን ሓድሽ ዓመት ምግባር ሓሙሽተታት ኣለዋኒ ንዐን እንተ መሊስካ ብግቡእ ሓንቲ ናይ ትግርና መጽሓፍ ኣለትና ንዓዓ ተዓዋቲ ትኸውን ማለት ድሉው ዲኻ ትፍትን ኦፍኮርስ እያ።
ጽቡቅ ኦኬ ቀዳመይቲ ሕቶይ ኩሉ ግዜ ይመጽእ ግን ዘይበጽሕ እንታይ ኢዩ? ኩሉ ግዜ ይመጽእ ግን ዘይበጽሕ ናበይ ኢዩ ድመጽእ?
ኣይ እንድዒ ማለት ፈትና ኩሉ ግዜ ይመጽእ ግን ከኣ ዘይበጽሕ። ኡው
ኩሉ ግዜ ይመጽእ ግን ከኣ ዘይበጽሕ። ወላ ሓንቲ ክፍትን ኣይክእልን እየ ግን ከቢዱ ተመልሰ ክነግረካ።
ጽባሕ ማለት እዩ ወይ ሎማዕንቲ ወይ መዓልቲ ማለት እዩ ህጂ ንኣብነት ሎማዕንቲ ኮይና ጽባሕ ኣብ ጽባሕ ኮይና ጽባሕ ክንብል ኢና ከምዚ ንኣብነት ሎማዕንቲ ልቃሕ ኣሎ ከምዚ ንኣብነት ሎማዕንቲ ልቃሕ ኣሎ ጽባሕ ልቃሕ የለን ምሽ ኣሎ ዝዓይነቱ ከምኡ ዓይነት እያ ኦኬ ናብታ ካልኣይቲ ሕቶይ ክሰግር እየ ማለት እዩ ቅዱስ ገብርኤል መኣስ ይውዕል?
ዕለት ዓሰርተ ትሽዓተ። ምሉእ መልሲ።
እቦ እምበኣር ብዚ ኣጋጣሚ ብክንያት ርሑስ ቅንያት በዓል ጥምቀት ምግባር ማለተይ ሓሙሽተ ሕቶታት ኣለዋኒ ንዐን እንተ ተመሊስኪ ናይ ትግርና መጽሓፍ ሓንቲ ትዕወቲ ማለት እዩ ድልውቲ ዲኺ ትፍትንየን? ጸገም የለን።

ኦማይጋድ ኣይፈልጣን እየ እንደ ኦኬ እታ መልሲ በሊ
ሓፍትኻ እያ ሓፍትኻ እያ ከምኡ ትብለካ እጂ ንስኺ ንኣብን ንስኻ ሓወ ኢኻ ኣነ ግን ሓውኻ ኣይኮንኩን ሕጂ ሓፍትኺ እየ ንስኺ ጓል ኢኺ ፀገም እሺ ፅብቕቲ ካልኣይቲ ሕቶና ካልኣይቲ ሕቶና ከዓ ኩሉ ግዜ ይመፅእ ግን ከዓ ዘይበፅሕ

ማይ
ኣይኮነትንኣጆ ፈትኒ ኩሉ ግዜ ይመፅእ ግን ደይበፅሕ ኣምላኽ ክምልሰልኪ እታ መልሲ እንታይ ኩሉ ግዜ ኣሎ እንዲ ምሳና ፅባሕ ፅባሕ ማለት እዩ ከምዚ ንኣብነት ምሽ ሎሚ ልቃሕ ኣሎ ፅባሕ ከዓ ልቃሕ ይሕለል ማለት ከምኡ እያ ኦኬ ሰባር ብዛ ኣጋጣሚ ብምክንያት ርሑስ ቅንያት በዓል ጥምቀት ምንግባር ማለት እዩ ሓሙሽተ ሕቶታት ኣለዋኒ ንዐ እንተ መሊስካ ብግቡእ ሓንቲ ናይ ትግርና መጽሓፍ ኣለትና ማለት እዩ ንሳ ትዓዋት ክትከውን እያ ሃድልውሊ ኢካ ትፍትን። እሺ ጸገም የለን።
ጽቡቅ ንስካ ሓወይ ኢካ ኣነ ግን ሓውካ ኣይኮንኩን ዝብለካ ኣካል መን እዩ? ሓፍትካ። ብራቮ ጽቡቅ መልሲ ቀዳመይቲ መሊስካያ ኣለካ ኦኬ ኣብ ጣውላ ሽዱሽተ ቱፋሕ ኣለዋ እኻ ኣብ ጣውላ ሽዱሽተ ቱፋሕ ኣለዋ ክልተ ኣልዒልካ ኣለን ክንደይ ኣለዋ እኻ

ፋሕ ኣይ እታ መልሲ ነግረካ ክልተ እየን ዘለዋኻ ክንደይ ኣለዋኻ እብለካ ኣለኹ ክልተ እየን ዘለዋኻ እተን ኣብ ኢድካ ዘለዋ ጥራይ ማለት እዩ ጽቡቅ ጠሚ ብምኽንያት በዓል ቅንያት ጥምቀት ምግባር ማለት እዩ ሓሙሽተ ሕታታት ኣለዋኒ ንዐን እንተ መሊስካ ብግቡእ ሓንቲ ናይ ትግርና መጽሓፍ ኣለትኒ ንሳ ተዓዋቲ ትኸውን ማለት እዩ ትፍትን ዲኻ ድሉው ዲኻ እወ ይፍትን።

ወላሓደ ኣይጨነቐላ ክነግረካ ክእል እየ ቁድ ዓሰርተ ሰለስተ እዩ ዝውዕል ማለት እዩ ዓሰርተ ሰለስተ ያ ሳልሰይቲ ሕቶና ሳልሰይቲ ሕቶና ከዓ ሓንቲ ጓል ዓሰርተ ሰለስተ ዕድሚያ ነይራ ዝሓለፈ ዓመት ዝመፅእ ዘሎ ዓመት ዓሰርተ ሓሙሽተ ኮይና ከመይ ገይራ ሓንቲ ጓል ዓሰርተ ሰለስተ ዓመት ነይራ ዝሓለፈ ዓመት ዝመፅእ ዘሎ ዓመት ከዓ ጓል ዓሰርተ ሓሙሽተ ዓመት ትከውን እያ ብከመይ
ምክንያቱ ክልተ ዓመት እንዲ ዘሎ ሞንጎምሽ ኦኬ ዳህን ማለት ፈትኒ ንኣብነት 219 13 ነይራ 221 ከዓ 15 መሊኣ ብኸመይ ያ ምክንያቱ ክልተ ዓመት እንዲ ዘሎ ሞንግ ብራቮ ካብ መልሲ ንሳይ ኣምፂኸ ኣለኺ ካብ ሰለስተ ክልተ መሊስኪ ራብዒ ትሕቶና ራብዒ ትሕቶና ከዓ እታ ናይ መጀመርያ ድንሽ ኣበይ ተረኺባ

ሽዱሸ ኣለዋ ምናልባሽ።
ሽዱሸ ቱፋሕ ኣለዋ ክልተ ኣልዒልክለን ንብል ኣለና ክንደይ ኣለዋኺ። ክልተ ኣልዒልካ ወሲድካለን ምሽ ኣርባዕተ ተሪፈን እሞ። ክልተ ክንደይ ኣለዋ ክብለኪ ኣለኹ ክንደይ ተሪፈናኺ ኣይኮናን። ክንደይ ኢለን ኣሃ ሽዱሸ ኣለዋኒ ሽዱሸ ኣለዋ። ሕጂ ነጊረኪ እታ መልሲ ከማን። ጽቡቅ ካብ ሓሙሽተ ሰለስተ ሕቶ መሊስኪ ማለት እዩ ብዚ ኣጋጣሚ ዕውቲ ናይታ መጽሐፍ ትግርኛ ኮንክን ግን ካልእ መዓልቲ ክትዕወቲ ኣይ ሆፕ ተስፋ እገብር ብዚ ኣጋጣሚ ብምክንያት ርሑስ ቅንያት በዓል ጥምቀት ምንባር ማለት እዩ ከምኡ ውን ሓፈሽኡ ንህዝቢ ኤርትራ ተመሓላልፍዮ ትደሊ ማለት እዩ ኣብዚ ንስኺ ዘለኽዮ ዕድመ ንኣብነት ዘለዎ
በዚ ምክንያት ክብሎ ዝደሊ ርሑስ ሓዱሽ ዓመትን ኦኬ ርሑስ ሓዱሽ ዓመትን ልደትን ይግበራልና ከላስ ቀጽልዎ ጽቡቅ ጽቡቅ ኦኬ እታ ሳልሰይቲ ሕቶይ ከዓ ዓሰርተ ሰለስተ ዓሰርተ ሰለስተ ሶሪ ቅዱስ ቅዱስ ሩፋኤል ማለት ሽወል
ዕለት ዓሰርተ ሰለስተ እዩ ዝዕወት። ጽቡቕ ኦኬ ካብ ሰለስተ ክልተ መሊስካ ኣለኻ እ፣ እተን ኣርባዕተ ወንጌላውያን ማን ኣርባዕተ ወንጌላውያን ጠቐሰለይ ንሰን አ፣ ወንጌለ ዮሃንስ ጽቡቕ ወንጌላዊ ማቴዎስ ወንጌላዊ ማሪቆስ ወንጌላዊ ዮሐንስ ኢለካ ምሽ ዮሐንስ ማሪቆስ ማርቆስ ማርቆስ ማቴዎስ ዮሐንስ ሉቃስ ጽቡቕ መልሲ ሙሉእ መልሲ ኦኬ ካብ ኣርባዕተ ሰለስተ መሊስካ ኣለኻ ማለት እታ ናይ መወዳእታ ሕቶይ እተን ሸውዓተ ምስጢራት ቤተክርስትያን እስተን ጠቐሰለይ። ምስጢረ ጥምቀት፣ ምስጢረ ክህነት፣ ምስጢረ ሥላሴ፣ ምስጢረ ሥጋዌ፣ ምስጢረ ትንሣኤ ሙታን ክንደይ በጺሕና? ሽዱሽተ በጺሕካ ኣለኻ መስለኒ ሓንቲ ተሪፋትካ።
ምስጢረ ክህነት ኣላ ድያ ካባን? ክህነት ኣለትካ? ኦኬ ጭቡቅ ጭቡቅ መልሲ ማለት እዩ እተን እታ መልሲ ነበረ ምስጢረ ቁርባን ምስጢረ ንስሓ ምስጢረ ክህነት ከምኡውን ምስጢረ ጥምቀት ከምኡውን ምስጢረ ቀንዴል ምስጢረ ሜሮን ምስጢረ ተክለ እዮም ጽቡቕ እምበኣር ብዛ ኣጋጣሚ ካብ ሓሙሽተ ኣርባዕተ መሊስካ ሓንቲ እያ ተሪፋ ነይራ ግን ዕውት ናይ ኮንካን እዚኣ ካልእ መዓልቲ ግን ሆፍሊ ትዕወት ትኸውን ብዛ ኣጋጣሚ ግን ብምክንያት በዓል ቅንያት ጥንቀት ማለት እዩ ከምኡውን ሓዱሽ ዓመት ብሓፈሽኡ ንህዝቢ ኤርትራ ክተመሓላልፎ እትደሊ መልእኽቲ? ብዚ ኣጋጣሚ ዕድል ክበካ።
ጽቡቅ ከምቲ ናብ ብርሃነ ልደቱ ብሰላም ብዳሕና ሰላም ዘብጽሓና እግዝኣብሄር ናብ ብርሃነ ጥምቀቱ ብሰላም የብጽሓና ንኩሉ ኣማኒ ክርስታን ክብል ይደሊ የቀንየለይ።
የቀንየልና ንሕና ውን። ሳልሰይቲ ሕቶና ሓንቲ ጓል ዓሰርተ ሰለስተ ዕድሜኣ ኔሩ ዝሓለፈ ዓመት ዝመጽእ ዘሎ ዓመት ጓል ዓሰርተ ሓሙሽተ ዓመት ክትከውን እያ ብኸመይ? ዓሰርተ ኣርባዕተ እያ ትኸውን።

ዝመጽእ ዘሎ ከኣ ክልተ ሽሕን ዓሰርተ ሸውዓተን ዓሰርተ ሰለስተ ነይራ ንብል ኣልና ክልተ ሽሕን ዕስራን ሓደን ከኣ ዓሰርተ ሓሙሽተ ክትኮን እያ ብኸመይ
ኣይንተ እዚኣስ
ህጂ ሒዝናዮ ዘለና ዓመት ዓሰርተ ኣርባዕተ ስለ ዝኸውን ትመጽእ ዘሎ ከኣ ዓሰርተ ሓሙሽተ ትኸውን ማለት እዩ ኦኬ ጽቡቅ ካብ ሰለስተ ሓንቲ መሊስካ ኣለኻ ኦኬ እቲ ናይ መጀመርታ ድንሽ ኣበይ ተረኺቡ
ኣብ መሬት
ብራቮ ጽቡቅቲ መልሲ እታ መልሲ ከም ኩሎም ድንሽ ኣብ ትሕቲ መሬት እያ ትብል ነይራ ጽቡቅ ካብ ኣርባዕተ ክልተ መሊስካ ኣለኻ ኦኬ ኩሉ ግዜ ይመጽእ ግን ከኣ ዘይበጽሕ እንታይ እዩ ሰርገ መለ ኩሉ ግዜ ይመጽእ ግን ከኣ ዘይበጽሕ
ኡፍ ዕድመ ኣይኮነን። ከምዚ ንኣብነት ህጂ ሎሚ ልቃሕ ኣሎ ጽባሕ ልቃሕ የለን ካብኡ ተሞርኪስካ ህጂ ኣጆካ ፈትን ኩሉ ግዜ ይመጽእ ግን ዘይበጽሕ። ሕሉፍ ሂወትካ ዝሓለፈ ሂወትካ። ን ኣይኮነን። ኣያስ።
ጽባሕ ወይ መዓልቲ ማለት እዩ ህጂ ንኣብነት ኣብ ሎማዕ እንተኮይንና ጽባሕ ክንብል ኢና ኣብ ጽባሕ ኮይና ከኣ ጽባሕ ማለት እዩ ኦኬ ብዚ ኣጋጣሚ ክልተ መሊስካ ካብ ሓሙሽተ ማለት እዩ ግን። ዕውትና ኣይኮንካን ንዛ መጽሓፍ ናይ ትግርና መጽሓፍ ማለት እዩ ብዚ ኣጋጣሚ ግን ብምኽንያት ርሑስ ቅንያት በዓል ጥምቀት ከምኡ ውን ንሙሉእ ሓፈሻዊ ህዝቢ ኤርትራ ክትብሎ ትደሊ መልእኽቲ ማለት እዩ። ዓመተ ፍቅርን ስኒት ንግበረልና ንኩሎም ጀምዓይ የዕሩኩተይ ፋሚለይ ካኣ ሰላም ንሎም በዚ ኣጋጣሚ። የቐኔልና
ጽብቕቲ ሳልሰይቲ ሑተይ እቶም ኣርባዕተ ወንጌላውያን ዝበሃሉ መን መን እዮም ጥቐሰለይ። እሺ
ወንጌለ ማቴዎስ። ጽቡቕ።
ወንጌለ ሉቃስ። ጽቡቕ። ወንጌለ ዮሃንስ። ጽቡቕ።
ወንጌለ ማሪቆስ።
ሙሉእ መልሲ።
ጽቡቕ። ኦኬ እተን ራብዐይቲ ሕቶይ ማለት እዩ እተን ሸውዓተ ምስጢራተ ቤተክርስትያን ምስጢራተ ቤተክርስትያን ግለጸለይ እሰን። እሺ
ምስጢረ ስላሴ፣ ምስጢረ ጥምቀት፣ ምስጢረ ቁርባን፣ ምስጢረ ተክሊል፣ ምስጢረ ስጋዌ፣ ምስጢረ ክህነት፣ ምስጢረ ቀንዴል። ሙሉ መልሲ ካብ ኣርባዕተ ክልተ መሊስካ ኣለኻ ጽቡቅ ሓምሸይቲ ሕቶይ ንስኻ ሓወይ ኢኻ ኣነ ግን ሓውኻ ኣይኮንኩን ዝብል ኣካል መን እዩ ወይ ኣነ መን እየ?
ንስኻ ሓወይ ኢኻ። ኣነ ግን ሓውኻ ኣይኮንኩን። ዕጭ ንስኻ ሓወይ ኢኻ ግን ኣነ ሓውኻ ኣይኮንኩን ግን ኣነ ግን ሓውኻ ኣይኮንኩን ዝብል ኣካል መን እዩ?
ንስኻ ሓወይ ኢኻ ኣነ ግን ሓውኻ ኣይኮንኩን ትብል ትብል እብለካ ኣለኹ ሕጂ ኣካል መን እያ ንስኻ ሓወይ ኢኻ ኣነ ግን ሓፍትኻ
ሙሉእ መልሲ እምበኣር ካብ ሰለስተ ክልተ መሊስካ ብዛ ኣጋጣሚ ዕውት ናይታ መፅሓፍ ትግርኛ ኮንካን ማለት እዩ ግን ብዛ ኣጋጣሚ ክተመሓላልፎ ትደሊ ንህዝቢ ኤርትራ ማለት እዩ ንዚ ኩሉ ሓፈሻዊ ንርእዮ ዘለና ኩነታት ዝኸይድ ዘሎ ኣብ ህዝቢ ኤርትራ ክተማሓልፎ ትደሊ ምኽን መልእኽቲ ክበካ ኣብዚ ኣጋጣሚ።
እዋይ ኣነ ዳኣ ኣነ ኣነ በዚ ኣጋጣሚ ማለትይ ናይ ናይ ጎይታና መድሓኒና ኢየሱስ ክርስቶስ ልደት ከመሓላልፎ ዝደሊ ማለትይ ንኹሉ ህዝቢ ኤርትራ ሰላም ቅሳነት ይምነየሉ ኩሉ ብ ስደት ዘሎ ካኣ ተኣኻኺብና ምስ ወለድና ንራኸበሉ ክብል ይፈቱ ማለት እዩ። ተራኺብና ከኣ ማለት ካብ ኩሉ ሽግርን መከራን ሰላምን ቅሳነትን ዝሰፈኖ ናብራ ንኽንመርሕ ኣሜን። በዚ ይምነ። የቐንየልና።